ተወጢሕና ኣብ ክርስቶስ ተኣሚንና ብክርስቶስ ኢና ንኸይድ ዘለና ግን ኣብዚ ምድሪ ክንሓልፍ ክንከይድ ክንንቀሳቐስ ከለናሲ ካብ ምንታይ እዩ ንዝብል ነገር ንእሽተይ ስለ ተስፋ ክገድፈልኩም ወይ ድማ ስለ ተስፋ ኣነ ክሓስብ ስለ ዝቐንኹ ንኹልና ከም ዕዮ ገዛ ተስፋ ኣነ ክገልጻ ወይ ድማ ኣነ ከምህረኩም ዘይኮነሲ ተስፋ ሳባኹም ክገድፋ ተስፋ ትብልሲ ኣብ ነፍሲ ወከፍኩም ዕለትኩም እዛ ናይ ሎሚ ንወሃሃባ ኣምነ ምሳይ ቀንያ ግን ተስፋ ንዓኹም እንታይ ትገልጽዋ ተስፋ ትበሃል'ዚ ኣብ ኣባና ኣብ ኣመንቲ'ሲ እንታይ ትገልጽዋ ንዓኹም ክገድፈልኩም'የ፣ እተን ኣብ ልበይ ዘቐናያ ድማ ንዐን ድማ ኣብዚኣ ክገድፈን'የ ንዓኹም ኮላይ ማለት እዩ። እግዚኣብሔር ሰናይ ተስፋ ዝብል ማለት እዩ። ተስፋ ንምዃኑ ተስፋ ስለምንታይ እዩ ሰብ ተስፋ ዝገብር? ካብ ምንታይ እዩ ተስፋ ዝገብር? ስለምንታይ'ኸ ተስፋ ክገብር ዘለዎ? ተስፋ'ሲ ኣንጻር ክፉእ'ዩ ማለት እዩ። ክፉእ ካልእ እዩ ማለት እዩ። መዝሙር ዳዊት ኣብ ሚእትን ዕስራን ሓደ ገርኮልኖ እንታይ ኢሉ ረድኤተይስ ኣዒንተይስ ናባኽራን ኣልዕል ኣለኹ ረድኤተይ ትብል ዘላሲ ረድኤተይ ትብል ዘላ ካብ ምንታይ ኢኻ ረድኤት ትረክብ ካበይ እዩ ዝመፀኒ ሕጂ ካብ እግዚኣብሄር ኢልዎ ዘሎ ረድኤተይ ረድኤት ንምንታይ ሰብ ዘድልዮ ኣብ ምንታይ ግዜ እዩ ረድኤት ሰብ ዘድልዮ ረድኤት ዘድልዮ ኩሉ ግዜ ኣብ ተቸገረ ኣብ ተጨነቐ ኣብቲ ምንም ዘይብሉ ረዳኢ ዘይብሉ እንታይ የድልየካ? ተስፋ የድልየካ። ሕጂ እዚ እዚ መጽሓፍ ቅዱስ ክንሪኦ ከለና ምናልባት ኣብቲ ድሕሪት እንድሕር ተመሊስና እዚ መዝሙር ናብ ኤርሳልም ክኸዱ ከለዉ ዝዝምርዎ ዝነበሩ መዝሙር እዩ ይበሃል። ናብ ኤርሳልም ክድይቡ ክኸዱ ከለዉ ደቂ እስራኤል ወይ ከዓ ንእስራኤል ኣብቲ ጭንቀት ኩሉ ግዜ ናይ እስራኤል ነገር እንተሪኢናዮ ብመከራ ብጭንቀት ብመግዛእ ስለ ዝሓለፉ ኩሉ ግዜ ተስፋ ንእግዝኣብሄር እንዳበሉ እዮም ዝኮኑ ነይሮም ሕጂ ረድኤት የድልዮም ነይሩ ዋላ መሳፍንቲ እንተሪእናዮ ባቃ እግዚኣብሄር ምጽማም ክሳብ ዝሰኣኑ እንታይ ገበሩ ግዓሩ ኣእወዩ እግዚኣብሄር ድማ ንኣውያቶም ምጽማም ሰኣኑ ይብል ምክንያቱ ጨኒቕዎም ስለዚ ንሕና ድማ ኣብዚ ምድሪ እዚ ክንመጽእ ከለና ድማ ተስፋ ማለት ከም መልህቕ ዓንተው ምስግን ሓዊ ዛር መልህቕ ናይ ህይወትና እንዳበለ ዘር ተስፋ ንዓይን ንዓኹምን መልህቕና እዩ ኣሜን ተስፋ ኢና እንጓዓዝ ተስፋ ድማ ኣይናይ ተስፋ እቲ ካብ ክርስቶስ ዝተቐበልናዮ ተስፋ እቲ ዳግማይ ክወስደኩም እየ ዝበለና ተስፋ ማለት ንሕና እቲ ተስፋና እንታይ እዩ ማለት እዩ ከም ዘላታ በኹሪ እያ ዘላ ወይ ድማ ኦሪጂናል እያ ዘላ ነተይ ናትኩም ተስፋ እቲ ከምቲ ዝመፀና ዝገጥመና ዘሎ ወይ ድማ ከምቲ ንሪኦ ዘለና ኣይኮነን እቲ ተስፋ እናተይናትኩምን እታ ተስፋናሲ በቃ ተቐሚጣትልና ልብኹም ኣይሸበር ትብል ዘላ ዓሰርተ ኣርባዕተ ወንጌል ዮሃንስ ዘላ ልብኹም ኣይሸበር ስለ ተስፋ ማለት ንመን እዩ ተስፋ ዘበለ ዘድልዮ እንተልና ንዝተሸበረ ሰብ ተስፋ የድልዮ ንዓይ ንዓኹምን ሓደ ነገር ክህልወና ይግብኦ ካብቲ ሽግርና ከውፀና ዝኽእል ሓደ ተስፋ ዋላ ኣትሊስ ንዓኹም ተስፋ ይገብር ሕወተይ ኣለዉ እኳ ምሳይ ሓደ እዚ ሓደ ተስፋ እዩ ሰም ከፃልዩን እዮም ሰም ምሳይ ኮይኖም እታ ክብሩ እዮም ደው ክብሉ እዮም እዚ ንኣብነት ሓደ ካብቲ ተስፋ ናብ ኣምላኽና ከኺደና ዝኽእል በይናይ ኣይኮንኩን ዘለኹ ወንጌል ዮሃንስ ዓሰርተ ሽዱሽተ ሰላሳን ክልተን ምሻ ኣሎ ትመጽእ ኣላ ኢሎም ጎይታ የሱስ ክርስቶስ በይነይ ትሓድጉላ መዓልቲ እዞም ሰባት እዚኦም ዓሰርተ ክልተ ሰባት ሲ ዓሰርተ ክልተ ሰባት ሲ ሃኒጽዎም ሰለስተ ዓመትን ገለን ምስኡ ክኾኑ እዩ ሃኒጾም ጸዊዑስ ምስኡ ክኾኖም መረጾም እዩ ዝብል ምሽ ካብቲ ከረን ምስ ወረደሲ ምስኡ ክኾኑ ድማ ስንታይ ገበሮም ሓረዮም ምስ ምን ክኾኑ ምስ ጎይታ የሱስ ክርስቶስ ክኾኑ ግን እዞም ሰባት እዚኦም ሓደ መዓልቲ ገዲፎሞ ከም ዝኸዱ ትመጽእ ኣላ ኢሎም ግን ከኣ ኢሎ እታ ተስፋ ርእዋ ኣቦይ ምሳይ እዩ በይና ኣይኮንኩን ስለዚ እንታይ ኣለኒ ተስፋ ኣለኒ ኣሜን ትመጽእ ኣላ እኳ ሕጂ ክሪኣ ኮልና ተስፋ ተቑርፅ እያ ትመፅእ ገድፍኻ ምዃንስ ይመፀካ ኣሎ ክጎድፍኻ ዝጎድፍኻ መዓልትስ ትመጽእ ኣላ ሪኻ ተስፋ ከቑርፀካ ክእል እዩ ግን ነነነነነ ኢሉ ንስኹም እንተኸድኩም እቲ ናይ ተስፋ ዝለኣኸና ኣቦይ ንሱ ምሳይ ኣሎ በይና ኣይኮንኩ ንስኹም ክትከዱ ኢኹም ምሂሮም ሰለስተ ዓመትን እግሮም ሓፂብዎም እኮ ኩሉ ወሲድዎም እኮ ኩሉ ኣርእዎም እኮ ኩሉ ወረ ሓንሳ ሓንሳብ ስሴፍ ኣውፅኦም ከማን ክከላኸሉ ሓሲቦም ነይሮም እዚ ኩሉ ከማን ገለሰ ኣቢልዞም ነነነነ ተስፋይ ንስኹም ኣይኮንኩምን ተስፋይ እቲ ዝጽበዮ ዘለኹ ናይ ዘላለም ህይወት እቲ ዝለኣኸኒ እዩ ተስፋይ ትደው ስለዚ እዛ ተስፋ እዚኣ ንዓይ ንዓኹም መልህቕ እያ ተስፋ ማለት ክንሪኦ ከለና ተስፋ ማለት ሓደ መርከብ እዩ ካብዚ ናይ ሎሚ ዘይረኸብናይ ንፅባሕ ዘሳገግረና ተስፋ ይበሃል ሎሚ ኣይረኸብናይን ፅባሕ ከም ርኽቦ ብምእማን ኣብ ልዕሊ ተስፋ ተሰቂልና ንኽእል ምክንያቱ እዚ ሎም ዝገጥመን ዘሎ ፅባሕ ከምኡ ይከውንን እዩ ተስፋ ትበሃል እዚኣ ተስፋ ማለት ኣብ ህይወትና ዓብዪ ለውጢ ኣሎ ስለዚ ተስፋ ማለት መልህቕ እዩ ናይ ህይወትና መልቕ እዩ ወይ ድማ ከም ሓንቲ መርከብ ኣብ ማእከል ባሕሪ ኮላሲ ብርቱዕ ማህበል ከሎስ ሓንቲ ንእሽተይ ገይራ ሳፅንዒ ይሕዛ ንዓይ ንዓኹም ተስፋ ፅኒዒ ዝሕዘና ተስፋ ክርስቶስ ተስፋ መንፈስ ቅዱስ ማለት እዩ ኣሜን ተስፋ ኣለና ኣሜን ተስፋ ኣለና ከምቲ ንሪኦ ኣይኮነን እቲ ንሪኦ ዘለና ተስፋ ናተይን ናትኩምን ኣይኮነን እቲ ንሰምዖ ዘለና ንሱ ናትነይን ናትኩምን ተስፋ ኣይኮነን ተስፋ ናተይን ናትኩምን እንሆ ንሕና ሃገርና ኣብ ሰማያትና ካብኣ ድማ ንሱ መድሓኒና የሱስ ክርስቶስ ንጽበ ኣለና ተስፋ ኣሜን ተስፋ ስለዚ ረድኤተይስ ካበይ እዩ ዝመፀኒ ካብቲ ልዕ ዝበለ ኣኽራናት ድዩ ኣኽራናት ማለት ኣብቲ ፅንኩር ኩነታት ወይ ድማ ኣብቲ ኣይሕለፍን እዩ ዝበልካስ እዚ ነገር እዚ ግን ናተይ ናትኩም ኣምላኽ ኣብቲ ልዕልቲ ኩነታት ኣብኡ ኣብቲ በሪኽ ዝቕመጥ ኣብቲ ላዕሊ ዝተባህለ ኣብ ልዕሊ ተኸራናት ወይ ድማ ኣብቲ ዓይን ንዓኹም ዝበርታዕና ነገር ናተይ ናትኩም ኣምላኽ ሲ ኣብ ልዕሉ ፀብለል ዝበለ ኣምላኽ እዩ ዘለና ካብቲ ንዓና ዝኸበናን ክጠብቀና ዝደልን ዝሕይል ሰ ኣብሊፁ ምሳይን ምሳኹምን ኣሎ። ስለዚ ተስፋይ ተስፋ ተስፋይ ናተይ ወይ ድማ ተስፋ ናትኩም ዘለኣለማዊት እያ። ዘለኣለማዊት እያ ተስፋ ዘላትና። ስለዚ ኩሉ ግዜ ትማሊ ብኸመይ ሓሊፍኩም ኣሕዋተይ ብተስፋ እዮም ሓሊፍኩማ። ትማሊ ብኸመይ ኢና ዝሓለፍናዮ ብተስፋ ምክንያቱ ካብ ሎም ዓንቲ ፅባሕ ትበልፅ ንዓይ ንዓኹም ካብ ሎሚ ፅባሕ ትበልፅ እዛ ተብልፃ ዘላ ግን ምክንያት እንተልኩም ግን እዛ መርከብ እዚኣ ወይ ድማ እዛ ተስፋ እዚኣ እያ ተሰፋይ እዚኣ እያ ማለት እዩ ስለዚ ዝእመነካ ዝውከለካ ነገራት ሓደ ሓደ ግዜ ጌታ የሱስ ክርስቶስ ንምንታይ ኢና ምፅናዮ ወይ ድማ ኣብ ካልኣይ ጢሞቴዎስ እንተሪእናዮ ሓደ ዓሰርተ ክልተ ዘሎ ብምክንያት እዚ እውን እየ እዚ ሓሳር እዚ ዝፀግብ ዘለኹ ግናኸ ብመን ከም ዝኣመንኩ ብመን ከም ዝኣመንኩ ወይ ድማ ብመን ተስፋ ከም ዝገበርኩ እፈልጥ እየ ኢሉ ግን መፂ ኣሎ ካብቲ ዘለኽዎ መድረኽ ከውርደኒ ወይ ድማ ካብቲ ሒዘዮ ዘለኹ ናይ ዘለኣለም ህይወት ከትርፈኒ ዝመፅእ ኣሎ ብኩሉ ከቢቦሞ ተፀውዖ እዩ ሰብኣይ እዚ ጳውሎስ ማለት እዩ ግናኸ ብመን ከም ዝኣመንኩ እፈልጥ እየ ነቲ ገንዘቡ ሕድሪ እውን ክሳዕብታ እሞ ኣነስኹምን ገንዘብ ናይ ክርስቶስ ኢና ገንዘብ ናይ ክርስቶስ ኢና ናይ ባዕልና ኣይኮናን ናይ ገዛ ርእስን ስለዚ ካባይ ናባኹም ኣብሊፁ ዝጥንቀቐላ ኣምላኽ ዋናኣ ናተይ ናትኩምን ኣሎ ዝፈጣሪና ንዕኡ ክንመስሎ ብምስሉ ክንከውን ዝፈጠረና ብመልክዕ ብካልእ ንኸይንመስል መልክዑ ዝመረፀ ንዓይ ንዓኹምሲ ንኻልእ ኣክንዲ ንመስል መልክዕ ናቱ መሪፁስ ንዓይ ንዓኹም ንሂብና ስለምንታይ ከም ካልእ መልክዕ ዘይገበረና ዝገርም ነገር እዩ ስለዚ ኣነ ንስኹም እምበኣር ሓቲ ሓደ ካብቲ ምኽንያት ሚስጢር ወይ ድማ ተስፋ ናተይ ናትኩም መልህቕ ዝገብረ ብመልክዑ ስለ ዝፈጠረና ብናቱ ኣርኣያ ብናቱ ምስሊ ተስፋ ስለ ዝዓተወና ኣባግዐይ ካብ ኢደይ ወላ ሓንቲ ዝምንዝዐን የለን ዝገርም እዩ ስለዚ እንታይ ኢሉ ብምኽንያት እውን እዚ ሓሳረ እዚ ይጸግብ ዘሎኹ ግናኸ ትብል ሓሳረ መከራ ይጸግብ ኣሎ እዩ ግናኸ ሓንቲ ብርሃን ኣላ እያ እዛ ብርሃን እዚኣ ወይ ድማ እዛ ተስፋ እዚኣ ሓደ ነገር ኣብ ጸልማት ከም ዝኣተኻ እሞ ኣብ ጽንኩር ክዳን ከም ዝኣተኻ ኣብ ጸልማት ግብ ዝበለ ከም ዝኣተኻ እሞ ንእሽተይ ጭራ መጽያ መጽያ ነቲ ብርሃን እንታይ ትገብሮ ብትን ከም ተብሎ እዛ ሓንቲ ተስፋ ናይ ክርስቶስ የሱ ተስፋ ኣለን ትብል ነገር ነገራትካ ንድሕሪትን ንቅድሚትን ሰጒጉ ንዓኻ ሓራ ከውጻካ ዝኽእል ተስፋ ክርስቶስ ተስፋ ኣቦ ተስፋ ወዱ ኣሜን ብሩኻት ኣሕዋተይ ስለዚ ኣነ ንስኹም ተስፋ ስለ ዘለና ብተስፋ ክንጓዓዝ ኢና ብተስፋ ድማ እታ ተዋህበትና ክንወርሳ ኢና ብኾሉ ወገን ንጽቀጥ ግና ኸይ ኣይጸበናን ካልኣይ ቅርንጦስ ኣርባዕተ ሸሞንተ ብኹሉ ወገን እንታይ ንገብር ንጽቀጥ ግን ከ ኣይጸበናን ግናኸ ኣይጸበናን፣ እንገብሮ ይጠፍኣና፣ ግናኸ ተስፋ ኣይንቖርጽን። እንገብሮስ ይጠፍኣና እኮ'ዩ ዝብል ዘሎ፣ ግናኸ ሓንቲ ብርሃንሲ ወይ ድማ ሓንቲ መልእኽሲ ወይ ድማ ሓንቲ ጨቢጣ ዝሓዘትና ነገርሲ ኣላ፣ ንሳ ድማ ተስፋ ኣይንቖርጽን። ተስፋ ኣይንቆርጽን ኣሕዋተይ ሎምዓንቲ እዛ ተስፋ እዚኣ ኣባይ ናባኹም ንብርሃን እያ እዛ ተስፋ እዚኣ ግና ከ ኢሉ ብኩሉ እኮ ዝኾነና ዘሎ ኢሉ እኳ ብኩሉ እኮ ዝጸበና ዘሎ እኮ ብኩሉ እኮ ጨንቀና ዘሎ ኢሉ ብኳንሉ እኳ ንሪኦ ንሪኦ ዘለኻ እኮ ዝኸበካ ዘሎ ዝሰምዖ ዘለኻ እኮ ብጣዕሚ ዘገርም ነገር እዩ ግን ከስ ተስፋ ኣይንቆርጽን ኢና ኢሉ ካብቲ ዝኸበና ዘሎ ኣብ ዝሓለፈ ምሽት ከምዚ ኣብ ዳታን እዮም ዘሎ ኢና ኣብ ዳታንሲ ንኤልሳእ ተኸበበላ ቦታ ኢልና ሶርያስ መፂ ብሓዊ ዝኸበበላ እያ ኣበይ ኣሎ ተባሂሉ ነዚ ብሶርያ ተታሒዞም ሰራዊቶም በቃ ታንክታት ምሕሰቡን ተኸበላ ዶታን ስለዚ እታ ዶታን ግን እንታይ ኢልና ምንጪ ዓይኒ ማያት ወይ ድማ ምንጪ ናይ ህይወት ክርስቶስ ኢየሱስ ዝርከበላ መድሕን ዋልታ ዘለዋ ግን ከ ጸላኢኻ መጺኦም ዶ እወ መጺኦም ተኸቢቦም ዶ እወ ተኸቢቦም ጋሕዚ እኮ ተኸቢቡ እዩ ካብኡ ጐይታይ ተኸቢብና እኳ ኢሉ እዩ። እቲ ናይ ኣምላኽ ሰብ፣ እቲ ተስፋኡ ብርሃን ዝዀነ ሰብ ግን ነንሕና ኣይተኸበብናን፣ ንሕና ብተኸበብናዮ ብናትና ሰራዊትና ኢሉ። ስለዚ ምርኣይናን ተስፋናን ይፈላለ ጥራይ ማለት እዩ። ተስፋስ ኣብ ምንታይ ተስፋ ንገብር? ወይ ድማ ዘጨንቐና ዘሎስ ከመይ ጌርና ነመዓራርዮ ምስቲ ተስፋ ናተይን ናትኩምን? ናተይን ናትኩምን ጽውዓ ንግዝያዊ ድዩ? ናተይን ናትኩምን ምድሓን ንግዝያዊ ድዩ? ናተይን ናትኩምን ምጽዋዕ ወይ ድማ ናተይን ናትኩምን ምድሓን ክሳብቲ ዝኸኣልናዮ ንሕና ዲና? እምበኣር መጽሓፍ ቅዱስ ከምዚ ኢሉ ሰብ ብሓይሉ ኣይብርትዕን ኢሉ። ብሓይልና ሓንቲ ክትገብሩ ኣይንኽእልን ኢና። ምሉእ መዓልቲ ጸሊ፣ ምሉእ ለይቲ ጸሊ፣ ምሉእ ግዜ ግበር፣ ምሉእ ዘለካ ሓንቲ ኣይትገብርን ኢኹም ኢሉ። ሰብ ብኽእለቱ ሓንቲ ይገብር፣ ብዘይ ብኣይ፣ ሽዑ ብዘይ ከኣ ሓንቲ እዩ ዝገብር ኢኹም ኢሉ። ሰብ ብኽእለቱ ከኣ ብሓይሉ ከኣ ኣይብርትዕን ኢሉ። ሰብ ብክልእቱ ክብርትዕ እንድሕር ዘይኪኢሉ፣ ስለዚ ክብርትዕ ዘይከኣልኩስ ምክንያቱ እንታይ ኣለኒ ማለት እዩ? ሓይሊ የብለይን ማለት እዩ። ስለዚ ሓይለይ መን እዩ ማለት እዩ? ኣብቲ ኩሉ ዝክእል ንሱ እዩ ዝክእል ማለት እዩ። ስለምንታይ ሰብ ብሓይሉ ክብርትዕ ዘይገደፎ እግዝኣብሄር? ዝገርም ነገር እዩ። ምክንያቱ ኩሉ ግዜ ኣብ ኢድ እግዝኣብሄር ስለ ዘሎ። ስለምንታይ እግዝኣብሄር የድልየና? ኩሉ ግዜ ኣብ ኢድ እግዝኣብሄር ስለ ዘለና። ስለምንታይ እዩ ሰብ ከምዝደለየ ዘይገብር? ክገብር ኣይክእልን እዩ። ንሕና ክንብርትዕ እንደለና ስለምንታይ ክንብርትዕ? ብድልየትና ክንብርትዕ ኣይንክእልን ኢና። በድልየትና ክንነፍር ኣይንኽእልን ኢና። በድልየትና ነገራት ክንድርብያ ኣይንኽእል ኣይከኣልን እዩ። እቲ ዝኽእል ኣምላኽ ግን እንታይ ኣሎ? ምሳይን ምሳኹምን ኣሎ። ነዚ ድማ ከይንሕለል ተስፋ ንኸይንቆርፅ ድማ እንታይ ገርና ኣሎ ማለት እዩ? ኣብ ኢዱ ኣብ ኢዱ ሒዝና ፀይርና ኣሎ ማለት እዩ። ተፀይረ እስከ በሉ ኣሜን። ተፀይረ እስከ በሉ ባዕልና ይኮና ንሕዋት ንነብር ዘለና ንርኢ ኣለና ዶ ንሰምዕ ኣለና ነገራት እዎ እዎ ንርኢ ኣለና

በቲ እንተ መጸኻዮ ከታልለካ ጥራይ ክነብር ብቕል ኢበኽዩ እኳም ጸኒሖሞ እዛ ቆልዓ ደቂሳ ኣላ እንተ በሎሲ እቲ ብኽያት መዓስ ገዲፎሞ እንታይ እዋኑ ገዲፎሞ እንታይ እዋን ናብ ሳቅ ሰይጣን እንታይ ክብለኩም ደልየ ምልጋጹ ኣይተርፍን እዩ በዚ ሓውያ እንተ በልካ በቲ ሓይማ ክብለካ ስለ ዝኽእል እየ ዝነግረኩም ዘለኹ ስለዚ ንዑ ዝኾን እዝኒ የብልናን ሓውያ ኣላ እል ክብሉ ይግብኦም ግን ሰም ላግጺ ሰሓቅ ዝስሒቆም እሞ ፈሊጦም እዮም ዝበኽዩ ዝነበሩ ማለት እዩ ክሕጎሱ ይግብኦም ሓውያ ኣምሳልና ሃለሉያ ክብሉ ይግብኦም ኣመንቲ እዮም እስራኤላውያን እዮም ስለምንታይ ይስሕቁ ብኺ ነይሮም ስለምንታይ ይላገጹ ብኽያቶም ዝበኺላ ዝነበሩ ሓዚኖም ኣይኮነን ዶ ነይሮም ስለምንታይ ደኣ እዩ ዝላገጹ ዶ ዋይ ተመስገን ኢሎም ክሕጎሱ ይግብኦም ዓይኒ ዓዊሩ እንተበለ ስለምንታይ ኣሕዊኻዮ ዓይኑ ዝዓወረ ኣሕዊኻ እንተ ስለምንታይ ስለዚ ናይዚ ምድሪ እንታይ ክብለኩም ደለየ በቲ ምጻዮ በቲ ምጻዮ ኣያመስግነካን እዩ በቲ ምጻኣዮ በቲ ምጻኣዮ ሓቃ ከ ኣይብለካን በቲ ኣንተ መጸኻዮ ከምዚ እንዳ ኣለ ክብለካ ኣይ ኩሉ ግዜ ነጋቲቭ ኣብዚ ምድሪ ዘሎ ማለት እዩ ንዓይ ንዓኹምን ግን ካብ ነጋቲቭ ኣውጽኡ ተስፋ ኣቦ ምሳይን ምሳኹምን ኣሎ ማለት እዩ ስለዚ እቲ ትርእዎን እቲ ንሪኦን ዘለና ኣይወርሰናን እዩ ብምንም ተኣምር ምክንያቱ ብመን ከም ዝኣመንኩ ትብል ዘላ ርእዋ ብመን ከም ዝኣመንኩ እፈልጥ እየ ካብዚ ነገር እዚ ከውጽኣኒ ዝኽእል ሰብ መን ምዃኑ ተውጽኣኒ ዝኽእል ኣምላኽ መን ምዃኑ እፈልጥ እየ ማለት እዩ ባዕለይ ኣይኮንኩን ማለት እዩ ምክንያቱ ሰብ ካብ ሓይሉ ኣይብርትዕን ስለ ካብ ሓይልና ሓንቲ ክንገብር ኣይንኽእልን ኢና ኣይከኣልን እንደዚ ኮን ነይሩ ክሳብ ሕጂ ኣይምጸናሕናን ኣይምጸናሕናን ቀደም ድሌትና ወይ ከምቲ ዝደለናዮ ገለ ቀምቂምናዮ ገለ እግሪ ቆሪጽናዮ ገለ ኣንዊሕናዮ ኣለና ኣይከኣልን ስለዚ ጎይታ የሱስ ክርስቶስ ሰብ ተጨኒቑ ኣብ ልዕሊ ቁመቱ ሓንቲ ክውስኽ ኣይክእልን እዩ ምክንያቱ ካብ ተጨኒቑ ዝነብር ክዕረ ክፍወስ ኣይመሓሸን ነይሩ ስለዚ ኣይትኽእልን ኢኻ መን ዳእ ዝኽእል ኣቦ ብርሃናት እቲ ምሳይን ምሳኹም ዘሎ ይኽእል እዩ እሱ ኣንተ እዮብ ተምፅኦ ነርካ ዝገርም ነገር እዩ ግን ከዓ እቲ ሓደ መፅስ ዘይና ንሱ ግን ኣምላኽ ይኽእል እዩ ከዓ ይብል ኮላይ ነይሩ እዩ እቲ ሓደ መፂ እቲ ሓደ ከዓ ሲመር መርድእ ጥራይ መፂ በቃ መርድእ ጥራይ መርድእ ጥራይ እግዚኣብሔር እኮ ኢሎም ጥራየ ተወሊደ ተስፋ የብረይዋ ዋ ጥራየ ተወሊደ ክኸይድ ከለኹ ድማ ጥራየ ዝምለስ ዝገርም ነገር እዩ ሕጂ ኣሕዋተይ ብርቱ ሕማም ሲ ካብ ሞትና ይሓልፍ ሓደ ሓደ ግዜ ዋላ ከም ሓፈሻዊ ክንሓስብ ከለና ንዓይ ንዓኹም እኮ ኣብዚ ካብ ምንባርና ግን ምማትና እኳ ይበልፅ ብዙሕ ግዜ ሰብ ስለምንታይ ዝጭነቕ እንታይ ኢልኩም ንኸይመወት እዩ እንታይ ዘይመወቱ ከ ተስፋ ይብልካን ኣብዚ ክርተት ክትብል ክትነብር ኮላ ኢኻ እኮ ሓደ ሓደ ግዜ ዋላ ረገምቲ ዶ ንበሎም መዋርቲ ዶ በቃ ካብዚ ይለዓል ገል ዝብሎ እኮ ደሓን ይእተውኻ እኮ ክትብሎም ዘለካ በቲ ሓደ ወገን ምክንያት የቀላጥፉልካ ኣለዉ ንዕረፍትኻ ክትከይድ ንክትዕርፍ ኣብዚ ምድሪ ኮለል ንካይትብል ኢሎም ቀልጢፎም ይኽይድ ይኽይድ ይብሉኻ ኣለዉ ጽቡቕ እዩ ጳውሎስ ምኻድ ይሕሸኒ ስለ ዝበለ ሓደ ሓደ ግዜ ተስፋና ኮላይ ሓገዝትና ድዮም ጸላእትና ድዮም ክንፈልጥ ኣይከኣልናን ምናልባት ሓገዝትና ኾኑ ግን ወላ ክሂድ ኣይትኺዱ ኢሎምና ግን ንሕና ምሶም ኣይንኸይድን ምክንያቱ ሓሳብ ኣምላኽ ኣባይ ናባኹም ስለ ዝፍጸም ኣሜን ስለዚ ተስፋ ኣምላኽ ኣባይ ናባኹም እንታይ እዩ ዓብዪ እዩ ተስፋ ኣምላኽ ዝገበሉ ብሩኻት ኣባይ ክፍጸም እዩ ከምቲ ኣምላኽ ዝበለዩ ዝኸውን

እግዚኣብሔር ዝበሎ ኣባይን ኣባኹምን ክኸውን እዩ ዝኽልክሎ የለን የለን ፈታዊና ኣይኽልክሎ ጸላኢና ኣይኽልክሎ ቤተሰብና ኣይኽልክሎ እቲ እግዚኣብሔር ንዓይን ንዓኹምን ዝመደቦ ክኸውን እዩ ክኸውን እዩ ምክንያቱ ጸዋዒና ንሱ እዩ ፈጣሪና ንሱ እዩ ንክንሳቀ ንክንበኪ ወይ ንክንብል ኣይጸዋዕናን ስለዚ እዚ ኩነታት ደኣ እንታይ እንታይ ኢልና ክንሓልፍ ንብል ኣለና ናብ ኣቦና ኩነታት ድማ ኣይሕልፈኩምን ይብለና ኣሎ ንሕና ድማ ክንሓልፍ ናብ ጸጋ ኣምላኽ ኣሜን ስለዚ እስራኤል ካብ ግብፂ ምስ ወፁ ክሕልፎም ደልዩ እቶም ኣብ ዘለዎ ሜደማዮም ብምሉም ተቃወምቲ ድማ ኣይንሕልፎምን ኢና ኢሉ እግዚኣብሔር ኣይትሕልፎም ኢሉ ኣይልኣኾምን ኩነታት ባዕሉ ኣይሕልፈካን እየ ይብል ኣሎ ግን ክትሓልፍኻ ኣሜን ምክንያቱ እቲ ዝበለ ንሱ እሙን እዩ ኩነታት ኣይኮነን ሓቂ እግዚኣብሔር ዝበለ እዩ ሓቂ እቲ ንሪኦ ዘለና ኣይኮነን ሓቂ እቲ እግዚኣብሔር ንዓይ ንዓኹም ዝመደበ እዩ ሓቂ ኣነ ንስኹምን ክንድሕን ዘይግብኣና ካብቲ ምክንያቱ ከምዚ ኢሉ ኣብ ከብዲ እንኻ ካይ ሃነጽኩኻ ካይ ካይ ክብሎ ከለኻሲ ቀደስኩኻ ኸኣ ኢሉ ኸኣ ፈለኹኻ ኢሉ ዘይ ዘየለ ገና እኮ ድቂ ገና ገነ ገነ ክኾኑ እኳ ሽም ኣውጽእሉ ንነገስታታ መዲቡ ገና እኳ የለን ካብ ዘየለሲ መዲቡ ኣምጽእዎ ኣነ ንስኹም እንኮ ነገሩ ምስ መጻና ኢና ናይ ኣምላኽ ምዃንና ፈሊጥና ግን እግዚኣብሔር እኮ ገና ካይመጻና እግዚኣብሔር ይፈልጠና ስለዚ ናበይ ክድርብየና እሱ ናበይ ክድርብየና ክነግረኩም ዋላ ዝኾነ ዝመፀ ይምፃእ ሓጢኣት ሓጢኣት እንተወሲድካ እሞ ሓጢኣት ይብርትዕ ማለት ድዩ ካብ እግዚኣብሔር ንብረቱ ከመይ ገይሩ ይወስዶ እግዚኣብሔር ካልእ ፀላእ ይመፅዩ እዚ ኩሉ ደም የሱስ ክርስቶስ ፈሲሱ ዋጋ ተኸፊልዎ ከሎ ከመይ መጺኡ ሓደ ኣብዚ ግዝያዊ ኣብዚ ምድሪ ካብ ምድሪ ክሓልፍ ዘይክእል ነገር ክወስደና ኣይወስደናን እዩ ኣሜን ኣይወስደናን እዩ ስለዚ እንታይ እዛ ተስፋ እዚኣ እዩ ዝነግርኩም ዘለዎ ኣነ ስኹም ተስፋ ኣለና ብተስፋ ኢና ንነብር ኮሚሽኑ ብፀበባ ተዓገሱ ብተስፋ እንታይ ግበሩ ተሓጎሱ ብተስፋ ተሓጎሱ ብተስፋ ብተስፋ ብተስፋ ካትሕጎስ ኦኬ እብራውያን ዓሰርተ ሓደ ሓደ ዘሎ እምነት ገና ነቲ ተስፋ ዝገብሮ ነቲ ርግጽ ምግባር ናይቲ ናይ ዘይረአ ነገር ምርዳእ እያ እምነት ግና ነቲ ተስፋ ትገብሮ ተስፋ ንገብሮ ነገር ርግጽ ምግባር እምነት ግና ነቲ ተስፋ ንገብሮ እዛ እምነት ሲ ነቲ ተስፋ ንጎብራ እያ ተስምረልና ወይ ድማ ትፍጽመልና ነቲ ተስፋ ተስፋ እንድሕር ዘይብልና ነይናይ እምነት ስለምንታይ እምነት ኣለና ተስፋ ስለ ዘለና እምነት ዘለና እንታይ ስለ ዘለና እዩ ተስፋ ስለ ዘለና እዩ ሰብ መጀመርታ ይፈልጥ ሽዑ ነቲ ዝፈለጦ ይኣምኖ ምስ ኣምኖ ከዓ እንታይ ይገብር ይዕገስ ብምንታይ ይዕግስ? ብተስፋ። ምኽንያቱ ዝኣምኖ ነገር ከድሕነኒ እዩ፣ ክመጸኒ እዩ ዝብሎ ነገር ስለ ዘሎ። ስለዚ ነገራትኩም ብምሉእ፣ ነገራተይ ብምሉእ ኣሕዋተይ፣ ዘድሕኖ፣ ዝፍውሶ፣ ዘጥዕዮ ኣምላኽ ምሳይን ምሳኹምን ኣሎ። መን ይኣምን ነዚ? እምነት ማለት ኣብ ምንም ኣብ ዘይብሉ ማለት እዩ። ተስፋ ማለት ኣብ ምንም እምነትን ተስፋን ይመሳሰል እዩ። እምነትን ተስፋን ሓዳሓደ ግዜ ንኤልሳ እንታይ እዩ ዝብላ ሓሙሽተ ነገር ሽዱሽተ ነገር ተስፋ ዝኾንኺ ሓዚ ይብላ ሓዚ ባዕልኽስ ፍጠሪ ሰብኣይ ክኸውን ይኽእል ዋላ ኣብዚ ምድሪ ትስዕረሉ ነገርሲ ገለኻ ክኸውን ይኽእል ትሰርሕካዮ ክኸውን ይኽእል ኣእምሮኻ ክኸውን ይኽእል ቤተሰብካ ሓደ ነገር ግን ንዓኻ ተስፋ ክኾነካ ዝኽእል ግን ከምዝኾን ዝንደመለኒ በል ፍጠር ነቲ ኣምላኽ ዝሃበካ ሓደ ነገር ፍጠር። ወደይ ኣለኒ ትብል ተወልድካ፣ ከምዚ እኳ ኣለኒ፣ ኣነ እንተብርክ እዚ ክገብሮ እዩ፣ ክሽፍኖ እዩ ዝብል ነገር ባዕልካ ፍጠር። ራኢታት ፍጠር፣ ሓሙሽተ ነገር ዘተንስኡካ ፍጠር፣ ሽዱሽተ ነገር ፍጠር፣ መክብብ ከምኡ ኢሉ ኣሎ፣ ገንዘብካ ኣብ ሸውዓተ፣ ወረካ ኣብ ሸሞንተ፣ ሽዑ ብጸገምካ በየነይቲ መዓልቲ ከም ዝመጸካ ኣይትፈልጥን፣ ስለዚ ተስፋ ፍጠር። ተስፋ ኣይተጸምድ። እዚ እንተኢሉካ በዚ እውን ኣለኒ በሎ ንጸላኢካ። እዚ ድኣ ጸገም የለን፣ በዚ ክመጽእ እዩ በሎ። ሳወል ኣይተዛረብ ምስኡ። ኣምላክ ኣሕሊፉ ንጸላኢካ ይህበካን እዩ ግን ንስካ ኮላይ ተስፋ ፍጠር ዓርከይ ኣለኒ በል ምስ ዓርከይ ጽባሕ መይን ከትውዕል ኢካ ጽባሕ እንታይ ኢልካ ናብ ዓርከይ ክኸይድ የበሎ ጽባሕ በይን ከትውዕል ኢካ በቃ ኢልካ እንታይ ኢልካ ነኖ ክድውለ ንእከለ ሰላም ኩብለ ንጻላለ ኢና ምስኡ በሎ ተስፋ ፍጠር ተስፋኻ ኣሐይላ ተስፋኻ ኣንቀሳቕሳ ተስፋኻ ኣውፃያ ስለዚ እዛ ተስፋ እዚኣ ምስ እምነት ኮላ ይትኸይዳ በይና ኣይኮንኩን በሎ መን ኣለካ ይቀለል ንሕጂኻ ስምዓካ ኢልካ ደውለሉ ምክንያቱ ኣብዚ ምድሪ ብዙሕ ተስፋኻ ከጸልምቱ ዝደልዩ ምክንያቱ ኣብ ተስፋ ሓይሊ ስለ ከም ዘሎ ኣብ ተስፋ መንገዲ ከም ዘሎ ኣብ ተስፋ ጉዕዞ ከም ዘሎ ይፈልጥ ይጸላኢና ተስፋ ከየቁርጸካ ሓንቲ ገብ ተስፋ እንተ ኣቢልካ ኣሲርካ ኣሎ ማለት ብዘይጠቅም ማእሰርቲ ገይሩ ኣሲርካ ተስፋ ቀድም ይወስዶ ንስኻ እኮ ከምዚ ኢኻ ኢሉ ተስፋ ዘቁርጽ ይነግረካ ንስኻ ናትካ ነገር ነ ኣይፈልካ እናተይ ነገር ወ ከምዚ ኣለዎ ትብሎ ሳኻ ክትምልሰሉ ኣለካ ክልተ ብክልተ ገርካ እንተ ኣሽሙ ምሽ የጥፍኦም ናይ ሓባር ኣቁሑ እዮም ነጥፍኦም ስለዚ ከኣ ከም ምስ በለካ ናተይ ከምዚ እዩ ናይ ምድሪ ሰብ ይብልካ እንተ ኢሉካ ሰብ ኣምጻሉ ይከለ ኣሎ በሉ እብለኩም ኣለኩ ይከለ ኣሎ በሉ ከምዚ ሓጢኣት እንተ ኢሉካ ደም የሱስ ክርስቶስ ኣሎ ኩሉ ግዜ ደም የሱስ ክርስቶስ ቀዳማይ ዮሃንስ ጠበቃ ኣለኩም ሓጢኣት እንተ ደኣ ገርኩም እንታይ ኣለኩም ጠበቃ ኣለኩም ምክንያቱ ንሱ ዝኩሉ ዋጋ ከፊልልካ ስለ ዘሎ ነቲ ደም ኣምጺካ ደምስሶ ገርካ መዓስ ንሓወይ ክንደይ ግዜ ምሕረት ትገብረሉ ሓንቲ ነገር ጌርካ ንካልእ እንታይ ደገ ባዕሉ ይፈልጥ ኢልዎ ድዩ ኩሉ ግዜ ምሕረት ማለት እንታይ ማለት እዩ ኩሉ ግዜ ካብ ሓጢኣትካ ትነጽሃሉ ደም የሱስ መዓልታዊ ንሓውካ ጥራይ ኢኻ ምሕረት ትገብረሉ ኩሉ መዓልቲ ኮላይ ንርእስኻ ምሕረት ብደም የሱስ ክርስቶስ ትገብረላ ኢኻ ተስፋ በሃል እዚ ተስፋ በሃል ኣነ ካብ ዘይጠፍእ ዘርኤ ማለት እንታይ ማለት ተስፋ ኣጥፋእካ እያ ኣይጠፍእን እየ ምኽንያቱ ማጽሓፍ ቅዱስ ኢልኒ ከም ዘይጠፍእ ገይሩ ሂብኒ እታ ዘይትጠፍእ ኢኻ ተቐቢልካ እምበር ኣብ ሞንጎ ኣንቶ እንታይ ይብል ነይረሲ ንኤርምያስ ገና ካይመጸ ከሎሲ ናቱ ክትከውን ጸዊዑካ እየ ዝብለኩም ዘለኹ ሓጢኣት ከም ትገብር ሓጢኣት ከም ዘይትገብር ኣይኮነን ጸዊዕካ ገና ካይተወለድካ ከለኻሲ እምበሺ ርምያስ እንታይ ኢሉ እዚ ኩሉ ከምኡ ኢልካኒሲ ኣብ ዒላም ሰእተዎ ጠቢርካኒ ኢኻ ኢሉ እግዚኣብሄር ከም ዝበልካኒ ኣይኮነን ጠቢርካኒ ኢኻ ኩነታት ጠቢርካኒ ኢኻ ብለካ ክእል እዩ ነገር ክጽንክር ከሎ ጠቢርካ እኒኻ ክብል ይኽእል እዩ። ኩነታት ክሽፍነካ ከሎ እሞ እቲ ዝበሎ ኣምላኽ ኣይኮነን ዶ ኮይኑ ከብለካ ይኽእል ነኖ ግን እግዚኣብሔር ዝበሎ ይጠልምን ኣሜን ኣይጠልመካን እዩ ስለዚ እዛ ዘይጠልመካ ምክንያት ተፅናዓላ እንታይ እተኢለኩምኒ ተስፋ ትበሃል ሓዙ ተስፋ ማለት ዘየለ ነገር ግን ከዓ ከም ዝከኣል ነገር ጌርካ ትሓስቦ ሓሳብ እዩ ንኣብነት ከም ዝህበኩም ዝነበርኩ ሰብ ይብልካ እንታይ ኢልካ ኤልሳ ኣላ ይብል ኣነ ሰብ ይብልካ እንታይ ኢል ኤልሳ ኣላትኒ ምስኣን ከይድና ይብል ኣብነት ማለት እዩ ወይ ከዓ ዝኾነ ነገር እንታይ ኢልካ ምስ ሉልያን ከይድና ዋላ ዝኾነ ነገር ምስ ሉልያን ከይድና ይብል ብኹሉ'ሲ እቲ ሓደ ናቱ ኣሎ፣ እቲ ሓደ ናቱ ኣሎ፣ እቲ ሓደ ናቱ፣ ሽዑ በየን ይረኽበካ? ኩሉ ነገር ዓጺኻዮ ኣለኻ። ንሱ ክዛረብ ከሎ እስኻ ኮላይ ስቕ ኣይትበል እየ ዘለኹ። እዚ የብልካን ክብለካ ከሎ እዚ ኣለካ፣ ኣርእዮ እስኻ ኮላይ ዘለኹ። ናቱ ናትካ'ሲ ኣለካ፣ እግዚኣብሔር ድማ ዝወሃብ ሂቡካ እዩ። ንዑ ዝሽፍን ነገር ሂቡካ እዩ እግዚኣብሔር፣ እታ ተስፋ ሂቡካ እዩ ማለት እዩ። ስለዚ ሮሜ ሸሞንተ ዕስራን ኣርባዕተን ነቲ ዝርእዮስ ተስፋ ዝገብሮኸ መን ኣሎ? ብተስፋ ኢና ዲሒና ዘለና እሞ ብምንታይ ኢና ዲሒና ዘለና? ብተስፋ ኢና ዲሒና ዘለና። ስለምንታይ ደኣ እሞ ነቲ ምድሓና ኣሚንናዮ? ስለምንታይ ደኣ ነቲ ኩነታትከ ብተስፋ ጌርና ዘይሰገርናዮ? ስለምንታይ ዝጸበና ስለምዚ ዓንተቦ ኣብቲ ኣብቲ ቆሮንቶስ ዝበሎ ይጸበና እዩ ዘሎ ትኽክል ኢሉ በቃ ይጨንቀና እዩ ዘሎ ግን ተስፋ ሲፈጽም ኣይንቆርጽ ኢና ስለምንታይ ብተስፋ ስለ ዝደሓና ይጠብቀና እዩ ዘሎ ሓጢኣት ጠብቀና ኣሎ በቃ ይለግመና ኣሎ ኣይሰደኩምን ኢልና ሓንሳብ ወረ ሒዙስ ናብዛ መሬትና ይድርብየና ግን ከ ዝተስእ ኣለና ኣውዲቐካ ይብለክ ነና ኣይወደቕካንን ኣውዲቐካ ሓጢኣት ኣይወደቕካንን ምክንያቱ ቀደሙ ከምዘይወድቕ ገይሩ ተቐቢልኒ እዩ ከም ዘይወድቕ ክብለኩም እዚ ግዜያዊ የበልክኹም እዚ ሰይጣን ተብለካ ኣፅዮ ድሕር ጌልኻን ይብለካ ነኖ ኣነ ንኹሉ እዩ ፈጢሩኒ ብዓንተቡ ንኹሉ ንክህሉ ንከይወድቅ ንከይወድቅ ድዩ ሒዝና ወይስ ንክንወድቅ ኮላ ሒዝና ንከይንወድቅ ሒዝና ፅኒዕ በቃ ንሓን ዘባርኽ ንከይንጠፍእ ንዘለኣለም ንከይንጠፍእ እዩ ኣድሒንና ስለዚ ንዓና ንሱ ንገዛእ ርእሱ ይሓሊ ኢሉ ምሽ ኣብርሃም ንገዛእ ርእሱ ይሓሊ እዩ ንሽሙ ይሓሊ እዩ ንደሙ ክርስቶስ የሱስ ንደሙ ይሓሊ እዩ ነዝኸፈሎ ዋጋ እዩ ዝሓሊ ንዝሓልየት ንዓና ኣነስኹም ደው ምባልና ነቲ ዝኸፈሎ ዋጋ ኮላይ እንታይ ይገብረሉ እዩ ይሓሊ ንርእሱ ንገዛ ርእሱ ስለዚ ንምንታይ ኢና ዘይንሕለል እንተልኩምኒ ንዓና ዝሓልየልና ስለ ዘሎ ስለምንታይ ኢና ተስፋ ኣይንቐርፅን ዝበለ ተስፋ ክቁርፆ ዘይክእል ዝለኣኹ መን ከም ዝኾነ ግን ነናብ ዝመጽኹማ ትብተኑላ መዓልቲ ኣላ እያ ኢልዎም። ዕስራ ሽዱሽተ ሰላሳን ክልተን ዝበልኩምዎ ወንጌል ዮሃንስ ይፈልጥ ግን መን ምሳይ ኣንብበለይ ዋላ ፋርስ ሓዊዓው ኢልካ ዓሰርተ ሽዱሽተ ወንጌል ዮሃንስ ሰላሳን ክልተን ዘላ ይነግሮም እዩ ዘሎ ተስፋይ ኣባኹም ኣይኮነን ተስፋይ ኣብ ኣቦ እዩ ዮሃንስ ዓሰርተ ሽዱሽተ ሰላሳን ክልተን ዘላ እነሆ ኵላትኩም ነንበይንኹም ነናብ ስፍራኹም እትዝረዉላ፣ ንበይነይውን እትሓድጉላ ጊዜ መጺኣ ኣላ። ድሮ እኳ መጺኣ፣ ግናኸ ኣቦይ ምሳይ'ዩ'ሞ፣ በየነይሲ ኣርገቶት። ፖይ ጋድ ርዮታ ቤን ግን ንሳተን ከእሲ ብሓንሳብ ክንዲ ዝኸዱ ስረ ነንበይንም እኮ ክኸዱ ጸላኢ ክነግረኩም ነንበይና ክብትነና እዩ ዝደሊ ንሶም ንባዕሎም ነንበይኖም ትዝሮ ነንበይኖም ምክንያቱ ከይጸናንዑ ምክንያቱ ኣባኻ ምጽንናዕ ኣሎ ኣባኻ ምጽንናዕ ኣሎ ኣባኺ ምጽንናዕ ኣሎ ኣባኺ ተስፋ ምጽንናዕ ኣሎ ምክንያቱ ብሓንሳብ ንኸለሉ ምክንያት ነጸናንዕ ስለ ዝኣነግረ እንተኮይኑ ፋርስ ኣሎ እዚኣ ክድብለለ እዚኣ ቃል እዚኣ እንታይ ትብል ይብል ግን እዚኣቶምሲ እንታይ እየን ነንበይኖም ክዝረዉላ እያ ትመጽእ ኣላ መዓልቲ ንዕኦም ከማን ዘይኮ ኣይኮናን ኣይ ምሕዳግኩምሲ ንባዕልኹም ዘይትኾኑላ መዓልቲ ትመጽእ ኣላ ንባዕልኹም ኮላይ ነንበይንኹም ትዝረዉላ መዓልቲ ትመጽእ ኣላ ግን ኣነ ግን ምሳይ ግን ምን ኣሎ ተስፋ ተስፋ ኣቦ ኣቦይ ምሳይ ኣሎ ሕጂ ጥራይ ዘይኮነት ኣቦ ከድሕኖ ምዃኑ ይመጽዩ ብተስፋ ይመጽዩ ብተስፋ ኢና እዚ ኣነስ ከም ንነብሮ ብተስፋ ኢና ንነብር እቲ ደስ ዝብለካ ዕስራ ዓመት ተሪፍና ሚእቲ ዓመት ተሪፍና ሰማንያ ዓመት ተሪፍና ይንብል ቤነቲ ሰዓት ከም ዝመፅእ ኣይትፈልጡን ኢኹም ሕጂ ክመፅእ ክእል እዩ ተስፋ ንሰይጣን ቀንዲ ተቑርጠት ትኽእል ሎሚ ኣንተ መፃና ክእል እዩ ንጥቀት ክነግረኩም እቲ ደስ ዝብለኒ ንዓይ ካብ ኩለን ተስፋ ትገብረለን እንታይ እያ እንተ ኢልኩምኒ ምናልባት ሕጂ ከማን ይመጽእ ክኸውን እኮስ እንታይ ኮይነ እየ ክሳብ ክንድዚ ይብል እሞ ውጽእ ይብል ካብ ዝነበርኩ እሞ ሕጂ እኳ ክንጠቂ ክእል እየ ይብል ሽዑ ንሽዑንሲ ንኤልሳ ኩሉ ግዜ ይነግራ ዝኾነ ኮነ ጌርኪ ኣምጺኺ ንሕጂ እኳ ዝነብር ዘለኹ በልየን ጸላኢኺ እየ ዝብላ ኣንቲ ሕጂ እኮ ድሕሪ እኮ ጽባሕ እኮ ኣይፈልጥን ናይ ጽባሕ እንታይ ትብለኒ ኣለኻ በልዮ ናይ ጽባሕ እንታይ ግበር ትብለኒ ኣለኻ በልዮ ተስፋ ሕጂ ዘለኒ ኣብ ስራሕ ይመጸኒ ከ ከለኹ ንሓንቲ ሰከንድ የዳ ነገረኒ ኢለ ንሓንቲ ሰከንድ ክልተ ሰከንድ ነገረኒ ብል ዋእ ኢለ ሽዑ ከምዚኣ ዝበልኩ ብኡ በሪሩ ይኸደለይ ሓሳባት ክውርወረኒ ከሎ ኢለ ስለዚ በይነይቲ መዓልቲ ከም ዝመጽእ በይነይቲ ለይቲ በይነይቲ ሰዓት ከም ዝመጽእ እንታይ ትገብሩ ስለ ስለምንታይ ትጭነቕ ተስፋና ግዲ ንሰማይ ንከይድ ኣይኮነን ስለምንታይ? ኩሉ ግዜ ሰብ ኣብዚ ምድሪ ሓሳቡ ለጥ ስለ ዘበሎ ንዓመታታት ስለ ዝሓስብ፣ ንድሕሪ ጽባሕ ስለ ዝሓስብ፣ ንዝመጸሉ ነገር ስለ ዝሓስብ ይጭነቕ፣ ጭንቀት ሽዑ ይመጾ። ምኽንያቱ ጽባሕ ዘይኮነት ክት- ምኽንያቱ ኣብታ ናይ ጽባሕ ተወኪሉ ይጸንሕ፣ ጽባሕ ዘይኮነት ክትጸንሕ ኮላ ተስፋ ይቆርጽ፣ ምኽንያቱ ኣብ ጽባሕ ኣይትወከል። ኣብ ድሕሪ ጽባሕ ኣይትወከል፣ ንዓመታ ኣይትወከል፣ ናይ ሎምዓንቲ ከመይ ዝመሰለ መንፈስ ኣምላኽ ብተስፋ ከም ዘሳገረካ ሎምዓንቲ ወከል። ምክንያቱ እግዚኣብሔር ነቲ ዝበሎ ነገር ከምኡ ኢሎም ኣምሓሩ ለኛ ያለው እንጀራ ይሻግታል እንጂ ማንም ኣይበላውም እሞ ኣብዚ ምድሪ ካብኡ ካብቲ መሰለ ንዓኻ ተጻሕፈ ጽሑፍ መን ይውስልካ ጽሑፍ እኮ ጽሑፍ እኮ ጽሑፍ እዩ ስለዚ እምበኣር ከምዚ ይብለና ነቲ ዝሪኦ ተስፋ ዝገብረኸ መን እዩ? መን ኣሎ? ብተስፋ ኢና ዝድሓና ድሒና ዘለና እሞ ነቲ ዝሪኦስ ተስፋ ምግባሩ እዚ ተስፋ ኣይኮነን። ሮሜ ምዕራፍ 8 24 ዘሎ ማለት እዩ። ስለዚ እንታይ ኢና ዘለና? እንድዓ እንተዝበል ናይ ዒንተይ ናበይ እየ ዝጥምት ዘለኹ ናብ ኣኽራናት ኣይፋሉን እዩ ዒንተይሲ ናብቲ ሰማይን ምድርን ዝፈጠረ ኣምላኽ ኢሉ ዝጽሑፍ እዚ ዳዊት ኣብ መዝሙር ዳዊት ኣሕዋተይ ዓይንና ሎማዓንቲ ካብ ነገራት ነልዕሎ ኣብ ተስፋና ንመለስ ንሱ ከቶ ኣይጥቅጠካን እዩ ዕሽሽ ከቶ ኣይብለካን እዩ ምስ ዕብራውያን ዓሰርተ ሰለስተ ሓሙሽተ ዘሎ ኣይክጥንጥነካን እዩ ፍቅርካ ግን ምስ ካልእ ኣይኹን እዩ ዝብል ከኣ ነታ ፍቅርኹም ግን ብዘይ ብዘይ ፍቅሪ ገንዘብ ይኹን ትብል ኣላ ታምስናታ ትሒታ ገንዘብ ስር ኩሉ ክፍኣት ስለ ዝበለ እየ ዝሓስባ ንዓይ ማለት እዩ ወይ ድማ ናይዛ ዓለም ጣዕሚ ኢለ'የ ዝሓስባ ንዓይ ማለተይ። ቀዳምነት ፍቕሪ ንጎይታ የሱስ ክርስቶስ እንተ ሂብካዮ ነገራትካሲ ኢሉ'ዩ ንሱ ስለ ዝበለ ማለት እዩ። ስለዚ ንምድሓንና ከመይ ጌርና ንኣምን ነዚ ነገር እዚ ከመይ ጌርና ዘይንኣምኖ እዩ ናተይ ሕቶ ዘሎ ማለት እዩ። ስለዚ እምበኣር ሎምዓንቲ ተስፋ ኣባይ ናባኹም እዛ ተስፋ እዚኣ እንታይ እያ ማለት እያ ኣይተሕፍርን እያ። እዛ ተስፋ እዚኣ እንታይ ትገብረና? ኣይተሕፍርን እያ። ሰለዚ እምበኣር ካብዛ ተስፋ እዚኣ ገዛኻን ኣምስከና እንታይ ኢና ኢልና ዘለና ኣብ ገዛና ኣምስከና እንታይ እንታይ እና ኢና ከነስተንትና ዘለና ናይ ነብሲ ወከፍ ኣብዚሕኩማ ትመጹ ትኽእሉ ንዝቐጽል ሰሙን ኣርቢሕኩማ ትመጹ ወይ ድማ ሓደ ነገር ሓሲብኩምላ ሓደ ነገር ክትጠቕመኩም ኢለ ተስፋ ይገብር ስለ ተስፋ ንዓይ ንዓኹም ኣገዳሲ እዩ ስለዚ ሎማዓንቲ ከም ዘለናዮ ሰንበት ኣይኮናን ንጽባሕ ሰንበት ካልእ ሰባት ከማን ክመጹ እዮም ማለት እዩ ሎማዓንቲ ዘይመጹ ሰባት ጽባሕ ሰንበት ክመጹ እዮም ከማን ማለት እዩ ሓደ ካብዚ ማለት እየ ስለዚ ኣይናይ እቲ ተስፋ ንዓና ንብሎ መሪሚርና ክንሕዞ ክንክእል ይግብኣና። እግዝኣብሄር ይመስገን ስለዚ ተስፋ ንዓይን ንዓኹምን ኣገዳሲ እዩ። ልዕሊ ኩሉ ንኹሉ ንስዕረሉ ግን በየነይቲ ሰዓትን በየንትን ግዜን ከም ዝመጽእ ኣይትፈልጡን ኢኹም ኩሉ ግዜ ዝነቓሕኹምን ዝተዳለኹምን ኩኑ ትብሉ ትብል ዘላ ጽሕፍቲ ምኽንያቱ ኣብ ብሉይ ኪዳን እንታይ እዩ ዝብል ነይሩ ኣብ በዓል ካልኦት ሚኢትን ገለን በጺሑ ኣብ ማቱሰላ ትሽዓተ ሚእቲ ስሳን ትሽዓተን በጺሑ ዳሕራይ ስግር እንተልና ኢልና ናብ ኖህ ሚኢትን ዕስራን በጺሑ ናብ ሙሴ እንተ ሰጊርና ሰብዓ ሰማንያ በጺሑ ኣባይን ኣባኹምን ንሓድሽ ኪዳን ክንበጽሕ ኮለና ግን ዕድመ ዘይብልና በጺሕና በየነይቲ ሰዓት ሰዓት እዩ ናተይን ናትኩምን ዕድመን ከምኡ እንተይኮነ ኢሉ ሰብዓን ሰማንያን እኳ ባና ዝብል የለን ኣብ ሓድሽ ኪዳን ሰብዓን ሰማንያን ዕድመ ዝብል የለን በየነይቲ ሰዓት ከም ዝመጸኩም እዩ ሰዓት እዩ ናተይ ናትኩም ንዕድመ በየን ኩሉ ግዜ ነቂሕኩም ናትና ዕድመ ንምንቃሕ እዩ ምንቃሒ ናተይ ናትኩም ንዕድመ ምድላው እዩ ናተይ ናትኩም ንዕድመ ተስፋ ምግባር እዩ ናተይ ናትኩም ንዕድመ ስለዚ ንሕና ሎሚ ከም ዘለና ጌርና ናይ 24 ሰዓት ከም ዘለና ጌርና ናይ ጭንቀት ንይባዕሉ ኣለዎ በዓል ጭንቀት ባዕሉ እቲ ጨንቀ ዝለኣኸ ባዕሉ ይዕየየሉ ንሕና ግን ንሰላም ተጸዊዕና ኢና፣ ንዕረፍቲ ተጸዊዕና ኢና፣ ንተስፋ ተጸዊዕና ኢና፣ ንምጥሓስ ተጸዊዕና ኢና። ኣብቲ ምልክያ ሽዱሽተ ሸሞንተ እንታይ እዩ ዝብል? ኣታ ወዲ ሰብ፣ እግዚኣብሄር ኣምላክካ ሰናይ ዘብል ኣፍለጠካ። ካባኻ ዝደልዮ ሰናይ ምግባርን ብቕንዕና ምምላስን ኣብ ኣምላክካ ምእማን እንተ ዘይኮይነ፣ ካባኻ ዝደልዮ ዋላ ሓንቲ ነገር የለን ይብል። ስለዚ ተስፋ ኣምላኽ ኣባይ ናባኹም ዝጸንዐት እያ። ኣሜን ብሩኻት ኣሕዋተይ። ስለዚ ተስፋ ኣለኒ፣ ኣቦ ኣለኒ፣ ኪዳን ኣለኒ፣ ኪዳን ኣለኒ፣ ኪዳን ኣለኒ በሉ ዘይጥላም ዘይጥለም